ሰላም ሰላም ሰላም ሰላም ኣምላኽ ንዓኻትኩም ይኹን ሓፍትኹም ምሕረት እየ ማዕልታ ከም ብሓድሽ ተመልሰኩም ኣለኹ ክትከታተሉን ተስፋ ገብር ላይክ ሳብስክራይብ ሼር ኮሜንት ላይክ ብምግባር ተሓባበሩን ኢኹም እቶም ትተሓባበሩን ዘለኹም ከየመስገንኩኹም ክሓልፍ ኣይደሊን እየ ታንኪዩ ሶሶሶ ማች እቶም ሓደሽቲ ዝኾንኩም ከዓ ሳብስክራይብ ላይክ እንዳገበርኩም እተው ኢኹም ሸር እውን ግበርዎ ተተኻኢሉ ስለ ዝኾነ ፕሊስ ላይክ ምግባር ኣይትረስዑ ወይ ከዓ ኣይትረስዑ እያ ክትኣትዎ ከለኹ ላይክ ኣይትረስዑ ኢኹም ሎም መዓልቲ ዳርጋ ክልተ ሓሳብ ብሓንሳብ ክዛረበለን እየ እሱ ከዓ ብናይ ቆልዑ እዩ እንታይ ክርእየ እዚ እዞም ኣብ ዓሰርተ ሸውዓተን ኣብ ዓሰርተ ሸሞንተን ዘለው ደቅና እዛ ዕድመ እዚኣ ኩሉ ተዛረብክዎ ነይሩ ሓያል ዕድመ ኣሎ እንድዩ ግን እዞም ብሩኻት ደቅና እዞም ፅቡቃት ደቅና እዞም እዞም በቃ ዝኾነ ዋላ ደሸግሩና ኹኑ ዋላ ዘዕገርግሩና ኹኑ ዋላ ዓቕልና ዘፅብቡልና ኹኑ ዋላ ዝኾነ ዓይነት ይኾኑ እዞም ደቅና እዞም ካብ ማህፀንና ዝወፁ እዞም ካብ ፍሬና ዝወፁ ደቅና ካብ ሓደ ምዕራፍ ናብ ሓደ ምዕራፍ ድሳገሩላ እዮም ብፍላይ ከዓ ኣብ ዓሰርተ ሸውዓተን እዚ ዓሰርተ ሸሞንተን ዘሎ ማለት እዩ ኤሌቨልስ ዝገብሩሉ ሕጂ እውን ዝገብሩ ዘለዉ መስለኒ ብዚ ግዜ እዚ ዳርጋ ረሲዐ እየ ግን እዞም ኣብዚ ኤይ ለቨልስ ዝገብሩሉ ካብ ሓደ ምዕራፍ ናብ ሓደ ምዕራፍ ዝሳገሩሉ እዩ ሕጂ ኣብዚ ብሓቂ ናይ ወለዲ ሓገዝ ድዩ ብሞራል ድዩ ዋላ ብገንዘብ ድዩ ብኣጆኻ ድዩ ብትምህርቲ ብዝተመት ዝተኻእለና መጠን እንድግፈሉ ሰዓት እዩ ኩሉ ግዜ ንድግፈሉን ማለት ኣይኮንኩን እቲ ዘሎ እቲ ዝሓለፈ ርኢናዮ ኣለና ንደቅና ዘይንድግፈሉ ዕድመ ዘይንድግፈሉ ደረጃ ዘይንብለሉ ደረጃ ዋላ ሓንቲ የለን እታ ካልኣይቲ ከዓ ብዛዕባ ገንዘብ ከመይ ጌርና ኣብዚ ዕድመ ስጋዕ እዚ ዕድመ እዚ ዝበፅሑ ዘሎ ኣብ ንኣሽቱ ከለውሲ ከመይ ጌርና ገንዘብ ንሕዝ ብፍላይ ብፍላይ እዛ ገንዘብ ንሕዘሎም ናይ መንግስቲ ኣብ ዩኒቨርስቲ ኣትዮም ከ ይኣኽሎም ዶ ምሻሎ እዚ ንኣሽቱ ንኣሽቱ ክትግምቶ ዘይትኽእል እስኻት ክንደይ በፃሕክኖ ኣነ ግን ዝበፃሕክዎ ወይ ከዓ ዝሓለፍክዎ እስካዕ ሕጂ ከማን ወላ ሓንቲ ደቅኻ ኩሉ ግዜ ገንዘብ መንእሰይ ብሓጺሩ ገንዘብ ኣይኣኽሎን እዩ ፍጹም ኣይኣኽሎን እዩ ኣይኮነን ንሳቶም ንዓና ከማን ኣይኣኽለናን እዩ እንታይ ከም ክብል ዝኮን ዘለኹ ክትርድኡኒ ተስፋ ይገብር ማለት እዩ ግን ሕጂ ናብዞም ናብዞም ዓሰርተ ሸውዓተ ዓሰርተ ሸሞንተ ዘለዉ እሞ ከኣቱ እዞም ደቅና እዚኦም ከምዚ ዝክብለኩም ዝፀናሕኩ እዞም ቆልዑ እዚኦም ኣብዛ ኣብዛ ዕድመ እዚኣ ዋላ ረበሽቲ ዝሓለፈ ዕድሚኦም እዚ ናይ ዓሰርተ ሓሙሽተ ዓሰርተ ሽዱሽተ ዋላ ዘዕገርግሩሉ ፀንሑ ዋላ ዓሰርተ ሸውዓተ እውን ብጣዕሚ ሓያል እዩ ኣብዚ ዕድመ እዚ እሞ ከዓ በቃ ኩሉ ዝበፅሑ እዩ ዝመስሎ ግን ከምኡ ኢሎም ከለዉ ግን ርእሶም ወይ ከዓ ኣእምሮኦም ወይ ከዓ ልቦም ናብ ሓደ ነገር ዝሰጋገሩሉ እዩ ወይ ከዓ ሓደ ነገር ኣርሒቆም ዝጥምትሉ ነገር ኣሎ ኦኬ ሕጂ ዓሰርተ ሸውዓተ ኣሎ እዚ ኤሌቨልስ ፕራክቲስ ዝገብሩሉ ወይ ከዓ ቴስት ዝገብሩሉ ብዙሕ ነገር ኣሎ ሕጂ ጠጠው ዝብልሉ እዩ ጠጠው ኢሎም ማለት ድሓስብሉ ኣነ እንታይ እየ ክገብር ናበይ ይከብል ብፍላይ ደግድሾም ተምሃሮ ሕማቃት ወይ ከም ገለ ከም ገለ ተፀኒሖም ኣብዚ ደረጃ እዚ ምስ በፅሑ ጠጠው ብሉ እዮም ማለተይ ጠጠው ብሉ ክብል ከለኹ እንታይ ክንገብር ናበይ ኢና ክነብል ዩኒቨርስቲ ድየ ክኸይድ ክሰርሕ ድየ ክመሃር ድየ ዩኒቨርስቲ ዝኸውን ነጥብኸ ከምፅእ ድየ ኣነስ እንታይ እየ ክገብር ኢሎም ንባዕሎም ንባዕሎም ዝሓትሉ እዩ ምናልባሽ እውን በቃ እስኻ ሕመቕ ንስኺ ሕመቕ ብቤት ትምህርቲ ኹን ብገለኹን እስኺ በይ ከይትበፅሒ ብቤት ትምህርቲ ዝተሰጎጉ ላሕ ዘበልኹም ዓቕልኹም ደፅበብልኩም ክኾኑ ይኽእሉ እዮም እዚ ብብዙሕ ዝሓለፍኩም ወለዲ ዘለኹም ስለ ዝፈልጥ ብብዙሕ ዝሓልፉ ደቅና እውን ስለ ዘለዉ እዞም መናእሰይ እዚኦም ናይ ገዛእ ርእሰር ናይ ገዛእ ርእሶም ፕሬሽር ወይ ከዓ ናይ ገዛእ ርእሶም ተፅዕኖ ኣለዎም ብቤት ትምህርቲ ተፅዕኖ ኣለዎም ብመሓዙቶም ተፅዕኖ ኣለዎም ብሂወት ተፅዕኖ ኣለዎም ብስድራ ቤት ተፅዕኖ ኣለዎም ሕጂ ነዚ ተፅዕኖኦም ከመይ ጌርና ነጉድለሎም እየ ክርኢ ደልየ ዘለኹም ብፍላይ ብፍላይ ከዓ እዘን በይንኽን ዝኾንክን ኣዴታት ብፍላይ እዘን በይንኽን ዝኾንክን ደቅኽን ትዕብያን እዞም በቃ ተፈላሊኹም ኮንኩም እሞ ኣብ ሓደ ዓዲ ትነብሩ ስድራ በቃ ኣብ መንጎኹም ደቅኹም ዘለዉ ንስኻትኩም ግን ደይትሰማምዑ እሞ ኣብ መንጎኹም ዓቕሎም ዝጸቦም ቆልዑ ጭንቀት ዝመጸሎም ቆልዑ ብኣኹም ንዓኺ ክርኢ ንዓኣ ክርኢ ዓቕሎም ዝጸቦም እስኻትኩም እንተኾነ ተተሓሒዝኩም ወይ ከኣ ብሓንሳብ ኮንኩም ነዞም ቆልዑ እዚኦም ከመይ ጌርኩም ትሕግዝዎም ቆልዑ እንተ ደኣ ሃልዮም ብዛዕባ ብዛዕባኽን ብዛዕባኻን ጥራይ ኣይኮነን ብፍላይ ኣብዚ ዕድመ እዚ ኣብ ዝኾነ ዕድመ ኤኒዌይስ ኣብ ዝኾነ ደረጃ ብፍላይ ግን ኣብዚ ዕድመ እዚ መታን ኮይኑ ኮልፎም ካብቲ ክበጽሕዎ ዝደልዩ፣ ካብቲ ዝደልይዎ፣ ካብቲ ክኸድዎ ዝደልዩ፣ ካብቲ ናብ ኣርሒቖም ዝርእይዎ ነገር ከይንኾልፎም ክኹለፉ ይኽእሉ እዮም። ሕጂ እዚ ንሕና እነባራትዕ ወለዲ እነሐይል ወለዲ ክልቴና ኮይና ዋላ ብዘይገድስ ናህና ናህና ነገር ንሕና እንተዛ ደይሃሊና ናህና ክልቴና እንተ ደይተሰማሚዕና ወይ ከዓ ደይንዳላለ ኮይንና መርሓባ ኦኬ እዚ ፀገም የለን ግን ቆልዑ ኣለዉ ኣብ ማእከል ብፍላይ ካብ ኣብዚ ዕድመ እዚ ምዕራፋት ዘለዎም ናብ ሓድሽ ምዕራፍ ክሰጋገሩ ዝደልዩ እዞም ቆልዑ እዚኦም ኣዝዮም ኣዝዮም ክሕገዙ ዘለዎም እዮም ዋላ ብትምህርቲ ዋላ ኣብ ቤት ትምህርትታት ከምቲ ክብሎ ዝፀናሕኩ ተፅዕኖ ኣለዎም ምናልባሽ መማህራን ተስፋ ዘቑረጽኦም ተስፋ ዝቑረጹ ኣበይ ከይትበጽሕ እስኻ ኣበይ ከይትበጽሒ ክንደይ ነገር እዩ ደለዎም ንሕና ደይንፈልጦ ንዓኹም ደይብልኹም ወይ ከዓ ንዓኹም ደይዛረብኹም ዋላ ብዕርኽቶም ዋላ ብኣነባብራ ዋላ በነባብራ ናብራ ናይ ገዝኦም ሓደ ካብ ሓንቲ ላይክ ዕግርግር ዝኾነት ጎዛ እንዳወፁ ደቅኻ ቤት ትምህርቲ እንዳሰደድካ እንዳተጋጨኻ ኣብ መንጎ ኣብ መንጎ ሰብኣይን ሰበይትን ፍቅሪ ከምዘየለ ኣብ መንጎኻ ዕግርግር ከምዘየ እንዳረኣዩ እንዳኸዱ ቤት ትምህርቲ እሞ ኩሉ ነገር ክጨንቆም ስለ ዝኽእል ወለዲ ብዝተኻእለና መጠን ኣብዚ ዕድመ እዚ ከነባራትዖም ንደቅና ዋላ ኣይንኽእልን ኢና፣ ኣነ ኣነ ዝኽእሎ ኣይመስለንን፣ ኣነ እዚ ኣይደሊን እየ፣ ኣነ በቃ ተስፋ ቆሪፀ እየ ዝብል ብፍላይ ኣብዚ ዓሰርተ ሸውዓተን ኣብ ዓሰርተ ሸሞንተን ትፈልጡ ዲኹም ካብ ገለ ዋላ ሕማቓት እንተነበሩ ሕማቕ ሰብ የለን እንዲ ሕማቕ ቆልዓ የለን እንዲ ሕማቕ ዝበሃል የለን ዋላ ደይ ኣብኡ ኣብ ትምህርቲ ዓለም ዘይነበሩ ዋላ በቃ ግድስ ዘይብሎም ዝነበሩ ኣብዚ ዕድመ እዚ ኣብ ሓደ ነገር ምስ በፅሑ ኩሉ መንእሰይ ሓደ ነገር ዝርድኦ ነገር ኣሎ በቃ ናበይ እየ ይብል ናበይ ክኸይድ እየ ሕጂ እንታይ እዩ መወዳእታይ ኦከይ ተምሃራይ ነይረ ዓሰርተ ሸውዓተ ነይረ ዓሰርተ ሽዱሽተ ከምኡታት ድመጽእ እቲ ዕድመ ከማን ድኸይድ ኣይመስለካን እዩ ኩልና ከምቲ ዝነበርናዩ ማለት እዩ በቃ ኣብቲ በቃ ይተብል ኢንካ ዓሰርተ ሸውዓተ ምስ በጻሕካ ግን ጠጠው ወይ ከዓ ዓሰርተ ሸሞንተ እቱ ምስ በልካ መርመራታት ትገብረሉ መፅናዕቲ ትገብረሉ ነገራት ስለ ዘሎ እንታይ ይገብሩ እዞም ቆልዑ እዚኦም መታን ንሕና ሓኒቕና ከይንሕዞም መታን ንሕና ብጭንቂ ብፍላይ ብወለዲ ወለዲ ንደቆም ክስሕልዎም ኣለዎም ከባራትዕዎም ዋላ ሕማቃት እንተኾኑ ሕማቅ የለን ከምቲ ዝበልኩኹም ግን ዋላ ኣብ ቤት ትምህርቲ እንታይ ይብሎም እዮም ኣበይ ከይትበፅሑ ዋጋ ሂቦምን እዮም ብፍላይ ኣብዚ ዕድመ ዝምፅሕ እንተ ብፍላይ እዚ ከላዚ ዝበፅሖ የለን ኢሎም እንተ ተስፋ ቆሪፆም ወይ ከዓ ደይ ግድሾም ኮይኑ ኣይግድሾም እኒ ከዓ እዚ ምህርዎም ይምህርዎ ፅቡቅ ተሰርሐ ይስራሕ ፅቡቅ ተደይሰርሐ ከዓ ናቱ ጉዳይ እዩ ምስኦም ነይሩም እዩ ፅባሕ ንጎ ክኸይድ ካብኡ ወላ ሓንቲ ሓደ ሓደ ክሕግዝ ዝኽእል ኣብ ልዕሊ ደቁ ብፍላይ ኣብ ቤት ትምህርቲ ወይ ከዓ ኣብ ትምህርቲ ዓለም ወለዲ እዩ ብፍላይ ከዓ ኣብዚ ዕድመ እዚኣ ካልእ እኮ ንገብሮ ነገር የለን ኣጆኻ ሕጂ እቲ ኩሉ ዘለዎም ዕግርግር ስለ ዘለዎም ዋላ ምሳና ገጨውጨው ዓቕሊ ጽበት ጸርጸር ነገር ምድላይ ዋላ ደገ ምምሳይ ዋላ ኣብ ዝኾነ ዋላ ምሕዳር ዋላ ዝኾነ ክገብሩ ይኽእሉ እዮም ዋላ ምስካር ዋላ እንድዒ እቲ ዘሎ መንእሰይ ዝገብሮ ክገብሩ ይኽእሉ እዮም ግን ወለዲ ኣብዚ ትዕግስቲ ከድልየና እዩ ምፅማም ከድልየና እዩ ምፅማምን ኣጆኻ ምባል ኣጆኻ ምባል ንሓደ ሰብ ካብቲ ውሽጡ ካብ ባሕሪ ከብዱ እዩ ዘተሶ ኣጆኻ ብፍላይ ብዙሕ ነገር ተኸቢቡ ዘሎ ዓቕሉ ፀቢብዎ ዘሎ ብመፅናዕቲ ድዩ ብተ ትምህርቲ ድዩ ብከባቢኡ ድዩ ብኩሉ ዓቕሉ ፀቢብዎ ዘሎ ሲ እሞ ካብ ወለዱ ኣጆኻ ነዊሕ ግዜ ኣለካ ኣጆካ ክትሓልፍ ኢካ ክትበጽሕ ኢካ እቲ ትደልዮ ክትገብር ኢካ ክትብሎ ንውላድካ ብጣዕሚ ናብ ባሕሪ ከብዱ እዩ ድኣቱ ናብ ውሽጡ ናብ ልቡ እዩ ድኣቱ እመኑኒ እስኻ ኣበይ ከይትበጽሕ ንስኺ ከምዚ ንስኻ ከምዚ ኣይንገብርን ኢና ማለት ኣይኮንኩን ወለዲ ኣይትጨነቁ ግን ክትቅይርዎ ቃና ቃላትኩም ቋንቋኹም ኣብ ዝኾነ ግዜ ኤኒወይ ኣብዚ ዕድመ እዚ ብፍላይ ስለምንታይ ናብቲ ዝደልዮ ክበፅሕ ስለምንታይ ንሱ እውን ንባዕሉ እቲ ንሕና ንደልዮ ይደልዮ እዩ ካባና ንላዕሊ ከማን እቲ ውላድና ኣብቲ ክበፅሖ ዝደሊ ክበፅሕ ይደሊ እዩ ግን እንታይ ይደሊ ኣጆኻ ኢንካሬጅ ምግባር እሞ ከምዚ እንድዩ እሞ ኣነ ከምዚ እንደ እሞ ኣይክእሎን እንደ እሞ ከምዚ እንዲ ኮይኑ ደሎ መምህረይ ከምዚ እንዳ ኢልሃኒ ብዘይገድስ ኣጆኻ መኣስ ግዜ ወሲድኩም ፕሊስ ምስ ደቅኹም ግዜ ወስዱ ብዝመፅዎ ክንቋየቖም ብዝመፅዎ ክንጨቓጨቕ ብዝመፅዎ ነገራት ክነብሎም እንተ ደኣ ኮይና ዓቕሎም ክፀበም እዩ ካልኣይ ነገር ከዓ ክንኣምኖም ንውሉድካ ብሓቂ ብሓቂ እንታይ ይደሊ ይመስለኩም እንተ ኣሚንኩሞ ልክዕ ንዕኦም ክትኣምንዎም ከሎ ንዓኹም ከዓ ክኣምንኹም ክጅምሩ እዮም ሓደ ሓደ ግዜ ክንኣምኖም ኣለና ንደቅና በቃ ዋላ ምስ እንተምስየ ኢልተበሉካ ዋላ ገለ እንተበሉካ ዝኾነ ነገርሲ በቃ ክትኣምኖም ካልኣይ ነገር ከዓ ዋላ ባዕልካ እምነት ከተሕድር ኣለካ ደቅካ ኣብ ገለ ደረጃ ከም ዝበፅሑ እምነት ኣብ ኣምላኽ ከምቲ ብቀዳማይ ዝበልክዎ ክትኣምኖምን እምነትካ ከዓ ኣብ ኣምላኽ ደቂ ከም ዝክገብሩ ክእሉ እዮም ክትበፅሕ ትኽእል ኢካ ክትበፅሒ ትኽእል ኢካ ኣጆኺ ቀሊል ኣይኮነን ከምዚ ክብለኩም ከለኹ እቶም ብፍላይ ትጭነቑ እቶም ብፍላይ ከምዚ ኮይኑ ከምዚ ኮይኑ ከምዚ ኮይኑ ትብሉ ማለት እዩ ግን ብዘየገድስ ንሕና ኢና ንሕና ኢና ብፍላይ ኣብዚ ዓድመ እዚኣ በቃ ኣጆኹም ክንብሎም ሕጂ እታ ክብለኩም ደሊ ኣጆኹም ክትብሎ ካልኣይ ሳልሳይ ነገር ከዓኒ እንታይ ይደልዩ እንታይ ይደልዩ እመኖም። ክንተኣማመን ከሎና ከምቲ ሰብኣይን ሰበይትን እንተ ተኣማሚኖም እኮ ንኽነብሩ ጽቡቕ እዩ። ሓደ ሓደ ግዜ ንኣሽቱ ነገር፣ ደቀቕቲ ነገር፣ ብዘይ ምትእምማን ደቂቕ ነገር ዋላ ብገንዘብ ክኾን ይኽእል እዩ፣ ዋላ ብገለ ክኸውን ይኽእል እዩ፣ ዋላ ብዘይድሊ ነገር እንታይ ይኸውን ምሉእ ሓዳር ክፈርስ ይኽእል እዩ። ብዘይ ንእሽተይ ነገር ምስ ደቅና ከዓኒ ንእሽቱ ነገር ካብ ኣፍና ብዝወፅእ ቃል ካልእ ንገብሮ ነገር የለን ብቓልና እንዲና ነገራት ንዕሪ ነፍርስ ምስኦም ፖዚቲቭ ዝኾነ ኣቸኻ ዋላ ይብፅሓዮ ኣይብፅሓዮ ጥዑም ቃል ክትክእሎ ኢኻ ክትክእልዮ ኢኺ ኣጆኺ ሕጂ ዝዓድመ እዚኣ ኣጆኹም ክትብልዎም እየ ዝደሊ ምክንያቱ ናብ ካልእ ምዕራፍ ክሳጋገሩ መታን ናብ ካልእ ምዕራፍ እሶም ካብቲ ስካ ትደልዮ ወላዲ ካብቲ ስክ ካብቲ ኣነ ንስኩምን ንደልዮ ደቅና እሶም ዝደልይዎ ይበዝሕ ደሓር ከኣኒ ኣነ እኮ ንመጻኢካ ክትሰርሕ ኢለ እየ ኣነ እኮ መጻኢካ ክጽብቅ ኢለ እየ እምበር ካልእ ኢለ እኮ ኣይኮንኩን ድላይካ ክትከውን ትክእል ኢካ ኣጆካ ግን ኣትሊስቲ እዚ እዚ ደረጃ እዚ እዚ ሕለፎ ብጽሓዮ ከምዚ ዝብለካ ዘለኹ እኮ መዛን ከምዚ ክትከውን ኢለ ኩሉ ነገርሲ ሪዝናብል ክኸውን ኣለዎ ብምክንያት ክንዛረቦም ኣለና ብሓይሊ ብትሪ ብገለገለ ክኸብዶም እዩ ልስልስ ክንብል ኣለና ብእውነት ክንልምልም ኣለና ሓደ ሓደ ግዜ እዚ ሓያል ትሕይለሉ ዕድመ ኣሎ ትሕይለሉ ደረጃ ኣሎ ትብርትዓሉ ደረጃ ኣሎ ግን ነስተውዕለሉ፣ ንጥምተሉ፣ ልስልስ ንብለሉ፣ ሸለል ንብለሉ፣ ቁሩብ እንዳፈለጥካ ከም ዘይፈለጥካ ትኾነሉ፣ ዋጋ ዘይትበሉ፣ በቃ እንዳረኣኻ ዋላ ከም ደይረኣኻ ትኾነሉ ኣሎ። ከም ዝረኣኻዮም ከማን እፈልጥዮም፣ ከም ዝፈለጥካዮም ከማን እፈልጥዮም፣ ከም ዝተረዳእካዮም ከማን ይፈልጥዮም። ግን ስለዚ ተዛረብካዮም ሽዑ እንታይ ይኾኑ መስለኪ? ዋው ተረዲእዋ ኣሎ ግን በቃ ነገራት ብዝተኻእለና ከዓ ኣዕርኹትና ክንገብሮም እዚ ካብ ንእሽቶ እንዲ ድጅምር ብዘየገድስ ካበየናይ ዕድመ ዓርክና ክንገብሮም ንኽእል ኢና መሓዛና ክንገብሮም ንኽእል ኢና ከዕልሉና ይኽእሉ እዮም ግን ንሕና ቁሩብ ልስልስን ሸለልን ከምዚ ከምዘይተረዳእና ምስ ንኸውን ጥራይ እዩ እንደገና ከዓ እናቶም ፅቡቅ እናቶም ፅቡቅ ነገር እንዳተዛረብና ቃል ዘርኢ እዩ ዘርኢ ስለ ዝኾነ እቲ ንዘርኦ ከዓ መታን ኣብ ደቅና ከይበቁል ኣዝና ክንጥንቀቐሉ ኣለና ብጣዕሚ ቃል ዘርኢ እዩ ዘርኢ ስለ ዝኾነ ገለ ነገር ኔጌቲቭ ዝኾነ ኣብ ውሽጦም እዩ ዝተርፍ እንታይ እየ ስኻበይ ከይትበፅሕ ተልካዮ ኣብዚ ውሽጢ ክተርፍ ተወዲኡ እዩ ብፍላይ ኣብዚ ብፍላይ ኣብዚ ዝውለዱ ቆልዑ ኣብዚ ዘለዉ ኩሉ ግዜ ንዝኾነ ነገር ፐርሰናል እዮም ዝወስድዎ ሓቂካ እየ ንስኻ ሕማቕ ኢኻ እንተልካሲ ውብ ኣብዚኣ ውሽጢ ክትተርፍ ንስኻ ከምዚ ኢኻ ሕጂ እዚ ፐርሰናል ድዛረብ ንነገራት ኢኻ ከምዚ እዩ ኣነ እኮ ንዓኻ ኣይኮንኩን ከምዚ ኢኻ ትብሎም እምበር ፐርሰናል እንተ ደኣ እስኻ ሕማቕ ኢኻ እተልካዮ ሓደ ቆልዓ ሲ ኣበይ ከይትበፅሕ እንተ ደኣ ኢልካዮ ሲ ተወዲኡ እዩ እርም ኢለ እሞ ክንሕግዞም ከዓ ኣጆኹም ክንብሎም ከምቲ ንኣሽቱ ከለዉ ዋላ እንዳሓቆፍና ክወፁ ክወፁ ክኣትዎም ከዓ እንዳፀለናን እንዳመረቕናን ስለዝኾነ ኣጀኹም ደቅኹም ኣብቲ ዝበፅሕዎ ክበፅሑ ይኽእሉ እዮም ግን እዚ ሓያል ዕድመ እዛ ዕድመ እዚኣ ሓያል ስለዝኾነት ንጠንቀቐላ ክብል እየ ደልየ ሓንቲ ከዓ እንታይ ክብል ደልየ መስለኩም እዚኣ ከም ምኽሪ እያ እዞም ብፍላይ ብፍላይ እዘን በይንኹም ኮይንክና ኣዴኽን ደቅኽን ትዕብያ ደቂ ኣንስትዮ ንፈልጦ ኢና ደቅና ገንዘብ ደልዮም መንእሰይ ገንዘብ ዝበሃል ኣይኣኽሎን እዩ ንእሽቶ ይኹን ዓብ ኹን ገንዘብ ደልዮም ዋላ ብ ዩኒቨርስቲ ምስ ከዱ ይኣኽሎም ድዩ ኣይኣኽሎምን እዚ ተለቂሖም ኣባና ልቃሕን ገለን እንድዩ ከቢድ እዩ ንዕኡ ነቲ ተለቂሖም ዝኸፈልዎ ንዕኡ ክኸፍሉ ነቲ ተለቂሖም ዝተምሃሩሉ ንዕኡ ክኸፍሉ እዮም ዝነብሩ ኣሽሓት እዩ ኣሽሓት ገዛ መግዘኢ ነይሩ ማለት እዩ ኣብዚ ዘለና ንፈልጦ ኢና ኣብ ካልእ ዓዲ ግን ምናልባሽ ከፊልኩም ተምህርዎም ትኾኑ ኣብዚ ዘለና ግን ዋላ ተደለና እውን ከፊልና ክንምህሮም ኣይንኽእል ኢና ፈፂሙ ኣይንኽእልን ኢና እንታይ ክዛረብ ከም ዘለዎ ሰብ ፈልጦ እዩ ግን እንታይ ክብል የደልዩ መስለኩም እዘን ኣዴታት እዘን በይንክን ኮይን ክንተዕብያ ከምኡውን ካልኦት እውን እንተሊኹም ክሰምዖ ደልዩ ነዚ እንታይ ትገብሩ እንታይ ንገብር መስለክን ዝኾነ ባንኪ ንክፈተሎም ዝኮነ እዚ ደይትፈልጡ ማለት ኣይኮንኩን ክትርዳእ ክስቲ ኣይኮንኩን ከም ግን እቲ ዝሓለፍካዮ ወይ ከዓ እቲ እቲ ኩነታት እቲ ከመይ የድልዮም ንመፃኢ ወይ ከዓ እንታይ ጠቕሞም ንመፃኢ ወይ ከዓ ዋላ ናይ ጅብኦም ዓሰርተ ግዜ ክሓቱካ ከለዉ እንተ ደኣ ካብቲ ንስኻ ዘይብልካ ደይእኩል ኮይኑ ካብቲ ዘለካ ክትቦም ኣይትኽእልን ኢኻ እንተ ደኣ ኣብ ጎድኒ ቀሚጥካሎም ጸኒሕካ ባንኪ ብሽሞም ጌርካ ኣብ ውሽጢ ናትካ ዝነበረ ሽም ኮይኑ ግን በቲ ናቶም ሽም ኮይኑ ተቆራፂ ካብቲ ዘሎ ካብቲ ካብቲ ባንክኻስ ካብቲ ናትካ ሲ ተቆሪፀን ብፍላይ ከዓ እዞም ኣብዚ ዓዲ ካብ ገለ ኣሽሓት ንላዕሊ እዮም ደይወሃቡ እምበር ዝወሃብ ቁ ንቆልዓ ኣሎ ኣንድዒ ኣብ ካልእ ዓዲ ኣባና ግን ክልተ ቆልዑት ተልዮምካ እንድዒ ሕጂ ከመይ ከም ዘሎ ክልተ ቆልዑት እንተልዮምካ ኣብቲ ኣነ ዝነበርኩሉ ዓሰርተ ሸውዓተ ድዩ ገለ ንሰሙን ነታ ንእሽተይካ ዓሰርተ ሓደ ድየን ገለ ነይረን ሕጂ እንታይ ትገብሮ ክትጥቀመሉ እዮም ድቡካ ግን እንታይ ገብሮ ነይረ ኣነ ናይቲ ዓባይ ከም ዘሎ ወሲኸ ቁሩብ ወሲኸ ናይታ ንእሽቶ ከኣ ቁሩብ ወሲኸ እንታይ ገብረለን ኔረ የቐምጠለን ኔረ ማለት እዩ ሕጂ እንታይ ይኸውን ይጸንሓልካ ኩሉ ግዜ እዮም ገንዘብ ዝሓቱኻ ኩሉ ግዜ ከኣ እዩ ገንዘብ ዘድልዮም ሕጂ ተቐሪብክን ክትፀንሓ ኢለ እየ ዘን ናእሽቱ ቆልዑ ዘለኹም እዞም ሸዱሽተ ዓመት ሸውዓተ ዓመት ዓሰርተ ዓመት ዘለኹም እንዳዓበዩ በቃ ካብ ዓሰርተ ሓደ ዓሰርተ ክልተ መዓት እዩ ዘሎ በርዝደይ ዶ ገለዶ ገለዶ ገንዘብ ደይኣኽለካ የለን ናይ ስፖርት ዶ ዝግዛእ መዓት በቃ ከበዲ ቁሑት በቃ ዝደልዮ ዝደልይዎ ነገር ብዙሕ ኣሎ ሕጂ ከምዚ እንታ ሽሙ ጌርክን ተፀኒሕክን ቆቁሩ ኣዋህሊልክን እንተፀኒሕክን ገለ በቃ ድርበይ እናበልክን ነቶም ቆልዑ ድሓር ግዜ ማማ ከምዚ ኮይኑ ማማ ዝሃብና ዓሰርተ ሓሙሽተ ዓሰርተ ሽዱሽተ ዓሰርተ ሸውዓተ ዓሰርተ ሸሞንተ ዋላ ዩኒቨርሲቲ ምስ ከዱ ገንዘብ ዝኣከለ ኣይእክሎምን እዩ ስጋዕ ባዕሎም ሰሪሖም ርእሶም ዝኽእሉ ማለት እዩ ከምዚ ንሪኦ ዘለና ከዓኒ ገንዘብ ዝኣከለ ይእክልን እዩ ሕጂ እዚ ከም ምኽሪ እየ ከም ምኽሪ ኣነ ዝተጠቀምኩሉ ዝጠቐመኒ ከኣ እየ ዝብል ዘለኹ ብዙሓት ሰባት ከም ትፈልጥዎ ይፈልጥ እየ ግን በቃ ድርቢ ድርቢ ድርቢ እምበር ማማ ከምዚ ስለዲ ማማ ዝሃበና ማማ ከምዚኣ ኮይኑ ማማ ናብዚ ክኸይዲ ማማ ከምዚ ክኸውን እዩ ማማ ከምዚ ኣሎ እዚ ደሎ እዩ የብለይን ኢልካ ክትከሎም ከ ኣይትኽእልን ኢኻ የድልዮም እዩ ኣነይቲ ከዳን ይኽን እዚ ሂበክን እየ ክብለን ኣይክእልን እየ ምክንያቱ እየ ነይራ የድልየን እዩ ብዘይ ገንዘብ ንደቀይ ክሰደን ፍፁም ኣይደልይን እዩ ነይረ ሕሉፍ ሓሊፉኒ ከማን ኣብ ገዛይ ኣብ ገለ ቦታ የቐምጥ እሞ ኣነ ብዘየለኹ መታን ገንዘብ ኣብቲ ግዜቲ ማለት እዩ ሕጂ ፀገም የለን ኣሕልፍልና ብላካ ወይ ከዓ እዚ ዝነበረ ዝሓለፈ ግዜታት በቃ እዚ ግዜ ጀነሬሽን እዚ ኣሕልፍልና ብላካ ባንኪ ጌርካ ኢካ ተሕልፈለን ኣብቲ ግዜ እቲ ግን ኣብቲ ግዜ እቲ ኣይነበረን ከምዝታ ስለ ዘይነበረ ኣብ ፍሉይ ቦታ ይገድፈለን ገንዘብ ስኢነን ወይ ትራንስፖርት ክስእና ወይ ናብ ዝኸደኦ መስኣኒ ወይ ናብ ታክሲ ክስእና ማለት ንዓይ ኣይፈቱን እየ ነይረ እንታይ ገብር ኣበይ ከም ዘሎ ፈልጣ ኣብ ዘድልየን ኣውፅኤን ኸዳ ይኣምነን እየ ዋላ ተጥፍኦ ከዓ የጥፍኦ ካብ ገንዘብ ስኢነን ኣብ ፅርግያ ወይ ከዓ ኣብ መንገዲ ወይ ከዓ እዚ ድንጉያ ወይ ከዓ እንዳኹስቶ እንዳኹስቶ ዝብላ እቲ ገንዘብ ዘሎ ይጥፋእ ገንዘበን ይምለሳ እዚየ ዝመርፅ ነይረ ኣነ እ፣ ንታክሲ የድልዮም ንብዙሕ ነገር እዩ ዘድልዮም ካብ ደቅና ገንዘብ ስኢኖም ኣብ መንጎ ም- መሓዝቶም ዋላ እ፣ ብስክፍታ ዝነብሩ ሂብናዮም ዋላ የጥፍእዎ ገዝኦም ተመሊሶም ዋላ የጥፍእዎ ሕማቕ ክስምዖም ግን የብለይን ኢሎም ስክፍክፍ ክብሉ ወይ ከዓ ኣብ መንጎ መሓዙቶም በቃ እንታይ ሞ ክገብር እየ ኢሎም ሕማቕ ከይስምዖም ምትሓት ትሑታት ወይ ከዓ የብሎምን ከይስምዖም በቃ ኣነ ዋላ ሓንቲ የብለይን ካበይ ሞ ከምፅ ማማይ ትበኒና ወይ ከዓ ዋላ የብላን ከይስምዖም ብዝተኻእለና መጠን ደቅና ኣብ መንጎ ብዙሓት ኮይኖም ርእሶም ዘልዕሉሉ ወይ ከዓ ጠጠው ዝብሉሉ ዓቕሎም ድፀቦም ዘይኮነ ሕማቕ ድስምዖም ስክፍታ ድስምዖም ብዘይ ምህላው ገንዘብ ብዘይ ገለመለ ደይኮነስ በቃ ኣለኒ እቲ ሓደ ክገዝእ ከሎስ ንስኻ ክሒድ ኢሉ ክገዝእ ዝኽእል ሕጂ ኣይነብሎ ኣይነካብዶ ምስ ነቕልሎ ዋላ እቶም ቆልዑ ንዕኦም ቀሊል ዋላ ድሓር ግዜ ኣይደልይዎን እዮም ዋላ ክገዝእዎ ከማን ኣይደልዩን እዮም ዋላ እቲ ትማሊ ዝገዝእዎ ነበሩ ሽኮራዊ ነገር ሓደ መዓልቲ ክላእ ይገድፎ ይመንዎ እንተ ደኣ ብዙሕ ትጨቕጭቖም ኮንካ እንተ ደኣ ብዙሕ የለን ኣሂበካን እየ ኣበይ ኣጥፊእካዮ በየን ኣትዩ በየን ወፂኡ ኢልካ ዓቕሎም ዝፀቦም ኮይኑ ዝፀቦም ኮይኑ ግን ሕማቕ ክስምዖም ይኽእሉ እዩ እንተዘየለ ከዓ ክወስዱ ክእሉ እዮም ክሰርቁ ክደልዩ ክኽእሉ እዮም ካብ ገዛኻ ወይ ከዓ ካብ ካልኦት ክወስዱ ክኽእሉ ክእሉ እዮም ከምዚ ንሪኦ ዘለና ማለት እዩ ካብ ካልእ ዋላ ካብ ድኳን ዋ ኮለ ከምቶም ሰሪቖም ዝሃድሙ ከምኡ እውን ክገብሩ ክእሉ እዮም ስለ ዝኾነ ኣብዚ ደረጃ እዚ ወይ ከዓ ኣብዚ ነገራት እዚ ኣብ ካልእ ተጠማትነት መታን ደቅና ከይኣትዉ ብዝተኻእለና መጠን ዘለና ነካፍሎም ከምዚ ስድነት ኣይሰዶምን እዩ ኣጆኹም እቲ የለን ኣይትኺድ ኣይትውፃእ ኣይትምፃእ እቲ ኩሉ ጭቕጭቕ ይንዓታቶም ናብ ገለ ዘድህበሎም ብዝተኻእለና መጠን መሓዙትና ዋላ ክትከይድ ከለካ እንታይ ሞ ትደሊ ትገዝኣልካ ንዓናይ ዋላ ሓንቲ ሓንቲ ይገብሮምን እዩ ሕጂ እቲ እቲ ቅልል ምባል ኣብ ቅድሚኦም እቲ ፍኹስ ምባል ኣብ ቅድሚኦም እቲ ኩልንትናና ንዓታቶም ህብ ምባልና እቲ ዘለና ንዓታቶም ምሃብና እቲ ነገርና ኩሉ እቲ እቲ ልግስና እቲ እቲ ዘለና እቲ ናህና ፍቕሪ እቲ ሓልዮት ወላ ሓደ ሓደ ግዜ ብግብሪ እዩ ጥራይ ብኣጆኻ ብገለመለ ብገለመለ ጣዕጣ ኣይኮነን ዘድልዮም ነገራት ክደልዩ ከለዉ ከዓ ብዘይ ተዕሽሙ ዘድልዮም ስለ ዝኾነ ንግዛእ ኣሎ ዳርጋ ብዘይ ገንዘብ ከዓኒ ኣይንስደዶም እንታይ ብፍላይ እዞም ዕብይ ምስ በሉ ካብ ዓሰርተ ሓሙሽተ ዓሰርተ ሽዱሽተ ዓሰርተ ኣርባዕተታት ደለዉ ብጥራይ ኢዶም ኣነ ሰዲደየን ኣይፈልጥን የብለኩም ኣለኹ ብዘይ ገንዘብ ኣይሰደንን እዩ ይብዛሕ ይውሓድ። ሕጂ እንታይ እየ ክብል ደልየ ከም ምኽሪ እዩ እዚ ዝተቐበለ እየ ክቕበሉ ስለ ዝኾነ ንደቅና እቲ ንኽእሎ ኩሉ ነገርና ንሃቦ ልብና ቃላትና ፍቕርና ኩሉ ነገርና ገንዘብና ኩሉ ነገርና ምክንያቱ ንሳቶም ኩሉ ነገርና እዮም ስጋዕቲ ባዕሎም ርእሶም ክኢሎም ዝኸዱ ኩሉ ነገርክን እዮም ኩሉ ነገርና እዮም ዋላ ምንባርና ኣብዚ ግዜ እዚ ኣብቲ ዋላ ምንባርና እኮ ንዓታቶም እዩ ሓቂ ዘረባ ንዓታቶም እኳ እዩ ካብ ሓደ ሓደ ግዜ ካብ ንስኻ ፅቡቅ ክትረአ ወይ ከዓ ፅቡቅ ክትፍደን ደቅኻ ፅቡቅ ተኸዲነን ፅቡቅ ገይረን ፅቡቅ ክትርእየን ደስ ዝብለካ በቃ ኣነ ብዘለኒ ዓግብ ደቀይ ክርእየን ፅቡቕ ክርእየን ግን ካብ ዓቕመይ ንላዕሊ እየ ድሕጎስ ብጣዕሚ እዩ ደስ ዝብለኒ ስለዝኾነ ንደቅና ኢና ስጋዕ ዝነበርና ግዜ ደቅና ስጋዕ ዝኾኑ እዋን ስጋዕ ናህና ዝኾኑ እዋን እንታይ ንግበር ኩለንትናና ንሃቦም እየ ክብለኩም ደልየ ብግብሪ ከዓ ዘድልዮም እንዳመላእና ብልዒ ጥራይ ምግቢ ጥራይ እሱ ንገብሮ ኢና ኩሉ በልዕ ኩሉ እዩ ግን ገለ ገለ ነገራት ኣሎ ሓደ ሓደ ግዜ ንዓታቶም ዝኸብዶም ዋላ ክሓቱኻ ክኸብዶም ንርድኦም ቃ ክንከውን ኣለና ኪና ከይተዛረቡ ከለዉ ካብ ቃሎም ክንፈልጦም ክንሰምዖም ኣለና ግን ክንፈልጦም ስለ ዝሰማዕኩምኒ ይቐንየለይ